በርባዕቲኡ መኣዝን ንእትነብሩ ሽኮሪናታት ፍጥረት ካብ መዓሙቕ ልበይ ዝነቐለ ሰላምታይ ይብጻሕኩም። ሰላምን ጥዕናን ስኒትን ፍቕርን መዓርግን ክብርን ንዓኻትኩም ይኹን። ካብ ቃንዛ ስጋ ካብ ህዝቢ ሓደጋ ካብ ስቓይን መከራን ካብ ዕግርግርን ሽበራን ካብ ዓንቀፍቀፍ ካብ ጸደፍደፍ ካብ ተላባዲ ሕማም ኮረና ካብ ተጻባኢ ፈተና ይምሓርኩም ይምሓረና ሎማዓንቲ ኣብ ናላ ኢንተርተይመንት ኣብ መደብ ሕንቅል ሕንቅሊተይ ጋሻ ሒዘልኩም መጽየ ኣለኹ። ጋሻና ኣብ ስነ ጥበብ ዝነጥፍ ስነ ጥበባዊ ተስፋኣለም ገብረስላሴ ይበሃል። ገጣሚ፣ ዘያሚ ከምኡ ድማ ድምጻዊ እዩ። ስለዚ ምስኡ ሎማዓንቲ ኣብ መደብ ሕንቅል ሕንቅሊተይ ደስ ዝብል ምቁር ቁም ነገር ዘለዎ ፕሮግራም ከምነሕልፍ ተስፋ ንገብር። ተመሊስና ድምፃዊ ተስፋኣለም ገብረስላሴ ሒዝናልኩም ክንመፅእ ኢና። ድምፃዊ ተስፋኣለም ገብረስላሴ ዕድመ የኽቢርካ ናብ መደብ ሕንቅል ሕንቅሊተይ ስለዝመፃኻ ብልቢ ከመስግነካ ይፈቱ። እንኳዕ ብሰላም መፃኻ። እንኳዕ ደሓን ፀናሕኻ።
ሕራይ እምበኣር ሎም ዘበን ብሰንኪ ተላባዲ ሕማም ኮረና ቫይረስ መርዓት ከየውፃእኻ ዳስ ከይረገፅካ ኢኻ ሓሊፍካዮ ምክንያቱ እቲ ምክንያቱ ፍሉጥ ብሰንኪ ቫይረስ ኮረና እዩ መርዓን ኮረና ተሓይዝካ እስኪ ትብሎ ነገር እንተሃሊካ
መርዓን ኮረና እንዳ እሞ መኸዲ ኣይኮነን ስለዚ ስጋዕ ተሓልፍታ ንእሽተን ግዜ ምጽባይ ጸገም ዘለዎ ይመስለኒ።
ምናልባት ከ መርዓ ብዘይ ምስራሕኻ ማለት መብዛሕትኦም ማለት ኩሉ ስነ ጥበባዊ ክበሃል ይከኣል ሕጀብ ፅቡቅ ኣይኮነን ዘሎ ምክንያቱ ብጭራዋጣ ብክራር ድዩ ብባንድ ድዩ ብድጀ ድዩ ብካልእ ብመድረክ ምምራሕ ድዩ ዝመሓደሩ ዝነበሩ ጠጠው ኢሎም እዮም ዘለው ክሳብ ሕጂ እውን ጠመተ እዩ ዝኸውን ዘሎ ስለዚ ፀገም የብሉን ኢልካ ትሓስብ ፀገም ደኣ መሊእ እዩ ብጣዕሚ ብዙሕ ብዙሕ ብዙሕ ፀገም ኣለዎ ብዙሕ ስድራ የመሓደር ነይሩ እዩ ብዙሕ ስራሕ ይፍጠር ነይሩ እዩ ኣብዚ ሕዚ ሰዓት ግን ኩሉ ኢሎም ብዙሕ ሰብ ኣብ ጸገም ኣትዩ ኣሎ። ያው መንግስቲ ኣብ ናትና መንግስቲ ኣብዚ ዘለዎ ኣረኣእያ ድኹም ስለ ዝኾነ ካብ ቀደሙ ምንም ንሕና እውን ተዝገብር ጽቡቕ እዩ ተዘይኮይኑ ግን ስጋዕ ሕዚ ዝተገበረ ነገር የለን። ኣብ ጸገም ኣሎ ያው ካብ ፈጣሪ ኢና ንጽበ እቲ መፍትሒኡ ቀልጢፉ ክጠፍእ እሞ ናብ ስራሕና ክንምለስ። እምበር ኣብዚ ሰዓት ብጣዕሚ ጽግም ዝኾነ ኩነታት እዩ ዘሎ። ኣህ እወ ግን እንታይ ዝብል ኣባህላ ኣሎ መሲልካ ፈጣሪሲ ነዕዋፍ ሰፈር ይሰርሐለን እዩ ናብ ሰፈረን ግን ምግቢ ሒዝለን ክመጸ ይኽእልን ዝብል ኣባህላ ኣሎ ስለዚ ካብ ፈጣሪ ጥዕና ክትጽበ ትኽእል ኢኻ ካብ ፈጣሪ ጉልበት ሃበኒ ክትብል ትኽእል ኢኻ ካብ ፈጣሪ ኣትየ ክወጽእ ሓይሊ ሃበኒ ክትብል ትኽእል ኢኻ ፈጣሪ ግን ናብታ ንስኻ ዘለኻያ ቦታ ትበልዖ ትሰትዮ ሒዝልካ ክመፀ ይኽእልን ንስኻ ንትሰርሓ ግን ከባርኸልካ ይኽእል ስለዚ ፀገም የብሉ ንሱ ኢልካ ጥራሕ ምፅባይ ፀገም ከምፀ ይኽእልን ማለት እቲ መንግስቲ እውን ክሕግዝ ኣይከኣለን እቲ ስነ ጥበባዊ እውን ተጎዲኡ ኣብ ገዛኡ ኮፍ ኢሉ ዘሎ ስለዚ መንግስቲ እታ ክገብር ኣለዎ እቲ ስነ ጥበባዊ ከታ ክገብር ኣለዎ ኣብዛ ሰዓት እዚኣ
ብቐዳምነት ዳ መንግስቲ ዝተፈላለዩ ዝኽእሎ ሓገዝ ተዝገብር ዝሓሸ እዩ ካብኡ ከዓ ኣነዚ ደራፋ እዩ ካብ ሕዚ ቆጥቂጠ ሓሪሰ ዝኸእሎ ኣይኮንኩን ተረዲካ ድዩ ካብዚ ብላዕሊ ዝኸእሎ ሞያ ይብለይን ኣነ ምናልባት ሞያ ዘለዎም ካልእ ሞያ ዘለዎም መፀጋግዒ ሞያ ዘለዎም ክሰርሑ ይኽእሉ እዮም መንቀሳቐሲ ዘለዎም ክጥቀሙ ይኽእሉ እዮም መንቀሳቐሲ ዘይብሉ ግን ንዓ ጥራሕ ብኣ ጥራሕ ዝነብር ሰብ ብዙሕ ነይሩ ስለዚ ካብ ሓሊፍካ ትገብሮ ነገር የብልካን ብዚ ሕዚ ከዓኒ ዋላ ክሰርሕ እየ ተልካ እውን እብታ ዝዓት እዚኣ ተለቂሓ እውን ክትሰርሐሉ ትኽእል ዓይነት ኩነታት ኣይኮነን ዘሎ። ደፊርካ እውን ስራሕ ከፊትካ እውን ከም ልብኻ ተንቀሳቒስካ ሰብ ኣኪብካ ትሰርሐሉ ዓይነት ስራሕ ኣይኮነን ዘሎ። ዕዳጋ ከፊትካ እውን ከም ደስታኻ ዕዳጋታት ኣሸራሺርካ ትነግደሉ መንገዲ የለን። ስለዚ እታ ዘላ ሓንቲ መማረፂት ያው ጥዕና ሒዝካ ምስ ፈጣሪ ምጽባያ ያው መንግስቲ ዝገብሮ ነገር ተልዎ ከኣ ተዝገብር ጽቡቅ እዩ እምበር ብዙሕ ሰብ ተጎዲኡ ዘሎ እዚ ነገር እሱ ማለት እዩ ዝኸኣለ ይሰራሕ ኣሎ እዩ ዝኸኣለ እቲ ዘይኸኣለ ግን ሓገዝ የድልዩ ሕራይ እምበኣር ከምዚ ነልዕሎ ዘለና ሓሳባት ስነ ጥበበኛታት ሃገርና ስነ ጥበበኛታት ብፍላይ ድማ ስነ ጥበበኛታት ክልልና ማለት ስነ ጥበበኛታት ናይ ካልእ ዓለም እውን ማለት ኣብዚ ሕጂ ሰዓት ኣብ ጽቡቅ ኩነታት ኣለዉ ኢልካ ኣይትሓስብን ምክንያቱ ኮረና ኣብ ዘይነበረሉ ሰዓት ናብ ዝተፈላለየ ተንቀሳቂሶም ይሰርሑ ነይሮም ናብርኦም ይኣድዩ ነይሮም ብዙሓት ብዙሓት ድማ ብዙሓት ስድራ ዘለዎ ቆልዑ ዘለዎ ኣብ ገዛ ክራይ ዝነብር ምንም ዝብላዕ ዝስተ ዘይብሉ ስነ ጥበባዊ ከያኒ ዘለና እሞ በዚ ኣጋጣሚ ድማ መንግስቲ ልቢ ኢሉ ክሕግዝ ኢና ነተሓሳስብ ማለት እዩ። ምክንያቱ ከምቲ ዝብሎ ዘሎ እዩ ካልእ ስራሕ ንምስራሕ እውን ብዙሕ ጻዕሪ ብዙሕ ድኻም ብዙሕ ነገር እዩ ዝሓትት እሞ ኩሉ ሰብ ድማ ክሓስበሉ ይግባእ ማለት እዩ ሕራይ እዚ ካብ በልና ኣብ መርዓ ኣብ መርዓ ክትሕጎስ ኢልካ ወይ መርዓ ክትሕጎስ ኢልካ ኣብ ትገብሮ ሰዓት ዘሕዝኑ ኣጋጣሚታት ታይ የጋጥሙ እዩ ኣብነት ሓደ ግዜ ኣብ መርዓ ክትሕጎስ ኢልካ ኢልካ ወይ መርዓ ክትሕጎስ ኢልካ ኣብ ትገብሮ ሰዓት ዘሕዝኑ ኣጋጣሚታት የጋጥሙ እዩ ኣብነት ሓደ ግዜ መርዓ ኣብ ዝግበረሉ ሰዓት ኣደ መርዓዊ ብሓጎስ ብታሕጓስ ብታሕጓስ ኣይመስለን እንድኻም ልቢ ነይርዎም ብታሕጓስ ዝዓረፋሉ እዋን ነይሩ ሞይተን ማለት እዩ መርዑት መርዓዊ ወደን መርዓት ሰበይቲ ወደን ዕሰል እየብ ዝበሃሉ ሰዓት ሞይተን ንኸይንገሩ ኣብ ትሕቲ መርዓዊ ኣብቲ ትሕቲ መርዓዊ ዘለዎ ክስታ የእትዮም ሓቢኦም እቲ መርዓ ዘሕለፉሉ ኣጋጣሚታት ነይሩ። ብተወሳኺ ከዓ ኣብ ደረፍቲ ከዓ ኣሎ ኣብ ደረፍቲ ከዓ ፀገም የጋጥም ኣብ ደረፍቲ ኣብነት ሓደ ጭራ ዋጣታ እዩ ገይሮ ሓደ ቦታ ከይዱ ወራድ መርዓ መርዓት ንክወስዱ መፅዮ ንዞም እንዳ ወራድ መርዓ ማለት እዩ ንቶም እንዳ ወዲ ካብቶም እንዳ ወዲ ሓደ ሸሊምዎ ካብኡ ዝሸለመሉ ንዕኡ ንምሕጓስ እንታይ ኢሉ እዩ ደሪፉ እንታይ ኣለኒ ኣነ ዘብል ልዕል ትሕት እየ እከለ ጅግና ከለኒ ተኩሱ ዘይስሕት እየ ኢሉ ደሪፉ ነይሩ ኣብዚ እዋን እዚ ድማ ብጣዕሚ ሓደጋ ኣጋጢሙ ምናልባት ትፈልጦ ተኾንካ ማለት እዩ እንታይ የጋጢሙ እቶም ጓል ክወስዱ ዝመፁ ደመኛታት ናይቶም ገዛ እዮም እዚ ተኪሱ ዘይስሕት እየ ዝበሃል ዘሎ ነታ መርዓት ሓዋ እዩ ዝኾን ዘሎ እቲ ቀታሊ ነቲ ቀታሊ ሓው ከዓ ነታ ጓል እዩ ዝወስድ ዘሎ ስለዚ ንምንታይ ከምዚ ይኸውን ንምንታይ ከምዚ ይበሃል ተባሂሉ ብዙሕ ዘጋጠመ ዕግርግር ኣጋጢሙ ነይሩ ኣብ ሓደ ዳስ ማለት እዩ ሓቀኛ እዩ እቲ ዝደረፈ እውን ኣጋጣሚ ዓርክና እዩ ከምዚያታት የጋጥም እዩ ከምዚ ንዓኻ ዘይትርስዖ ዘይትርስዖ እስቲ ማለት መርዓ የለን ከም ዝበሃል ዘሎ ጋጢሙ ስለዘሎ መርዓ የለን ግን ዘይትርስዖ ተዘክሮታት ተሃልዩ ዝተካፍለና ኣይ ብዙሕ ድዩ ኣብ መርዓ ከምቲ ትብሎ ዘለካ በብከባቢኡ ካብ ዝድረፉ ደርፍታት ሒዝካ ጀሚርካ እስካብቲ ዘጋጥም ዘሕዝን ትብሎ ነገር ዘዘናግዕ ዘስሕቅ ብዙሕ ነገር ይገጥም ካብቶም ዘሕዝኑ ዘሕዝኑ ብጣዕሚ መሕዘንቲ ዝበሃሉ ነገራት ገጢሞም እዮም ካብ ገሊኦም ካብቶም መሕዘንቲ ከዓኒ መሕዘንቲ እናሃለዩ ፍሽኽ ዘብሉ ዝተወሰነ ከምቲ ሞት ገለ ኣነ ፈልጥ እየ ሓደ ኣብ ኣነ ዝሓዝክዎ

ኣዕርፍዋ ከበሮ ኣቕምጥዋ ክበሃል ከሎ ኣብ ከበሮ ኮይና ዝዓረፈትሉ ኣጋጣምታት እውን ነይሩ ከምዚኦም ዘሉ መሕዘንቲ ብዙሓት የጋጥሙ እዮም ብዙሓት ብጣዕሚ እቲ መዋቲ ኣካል ወይ ከዓ እቲ ዝዓርፍ እቲ መወቲ ኣካል ድሕር ደኣ ዓብዪ ኮይኑ ብዕድመ ዝደፍኣ ኮይኑ ፀገም ብዙሕ ኣየምፅእን ከምዚ ግን ብጣዕሚ ብፍላይ ቀጥታ ምስቲ መርዓ ምስቲ ታሕጓስ ዝምልከቶም ከም በዓል መርዓት መርዓዊ ገለ ክኾኑ ከለዉ ግን ብጣዕሚ ዘሕዝን እዩ ካብኡ ከዓ መርዓት ተኸሊእና ዝተሰደድና ኣሎ መርዓዊ ንዝክር ብጣዕሚ ቆሩ ፍሻቕ ዘብል እዩ ከምዚታት ኣሎ ዳስ ስሒትካ ናብ ዘይኮነ ዳስ ተኣትዮ ኣጋጣሚታት ከ ኣሎ እዚኦም ገጢሞም ነይም ሐራይ በዚ ንገብሮ ዘለና ቃለ መሕትት ትዘናግዑ ትሕጎሱ ቁም ነገር ትወስዱ ከምዘለኹም ተስፋ ንገብር ብጣዕሚ ኢና ነመስግን ሐራይ ኣብ መርዓ ኣብ ዘጋጥሙ ኣጋጣሚታት ኢና እንዳዓልና ጸኒሕና ምናልባት ናብ ምስ ንእሽተን ጭብጥ ዘብል ዕላል ኢና እውን ነዕል ዘለና፣ ምኽንያቱ ምስ ሓዘን እውን ዝተተሓዘ እዩ። ኣብ ከምዚ ኣጋጥሚ ንዘጋጠመኩም ድማ ጽንዓት ይሃብኩም ክንብል ንፈቱ። ስለዚ ምልስ ክንብል ኢና። ኣብ መርዓ ካብ ትደርፎም ዝነበርካ ደርፍታት ዝተወሰነ ክተ

ብቐጥታ ናብ መደብ ሕንቅል ሕንቅሊተይ ኢና ከነብል። መደብ ሕንቅል ሕንቅሊተይ ሕንቅል ሕንቅሊተይ ማለት እንታይ ማለት እዩ ትፈልጦ ዲኻ? እወ
ብዝኾነ ሕንቂ ሕንቅሊተይ እንካዝግነኒ ሓደ ሓደ ብጣዕሚ ተፈተውቲ ዝኾኑ ባህላዊ ፀወታታትና ከም መንነት እውን ኢልና ክንኮርዐሎም ዝግብኡና ነገራት እናረሳዕናዮም ኢና ንኸይድ ዘለና። ብፍላይ ናይ ሕዚ ትውልዲ ዘሎ ናብዞም ነገራት እዚኦም ጽቕጥ ኣቢሉ ተዝፈልጥ ተዝሰርሕ ኣነ ደስ ምበለኒ። ኣይኮነን ደሱ ሕራይ ኣብኡ ከለካ ክሕዘካ ግን ኩሉ ሰብሲ ኩሉ ክትብሎ ብትኽእል ማለት እዩ ዓብዩ ንእሽተዩ መንእሰዩ ሽማግልኡ ሰብኣዩ ሰበይቱሲ ነዚ ሕጂ ዘሎ ወለዶ እዩ ዝወቀስ ክትርኢ ከለኻ ማንም ማለት እዩ ኣብ ማንም ክትርኢ ከለኻ ሲ ዝሕጅ ዘሎ ወለዶ ከምዚ ዝሕጅ ዘሎ ወለዶ ከምዚ ዝሕጅ ወለዶ እዚ ከምዚ ክገብር ኣለዎ ዝሕጅ ዘሎ ወለዶ እዩ ዝብል ኩሉ ትኽክለኛ ድዩ ከምኡ ክበሃል ይግብኦ ድዩ ማለት ሲ እቲ ፀገም ኣብቲ ናይ ተረካቢ ዘሎ ወለዶ ድዩ ኮይኑ እቲ ፀገም
ኣነ ወይርድ ኣረ ልክዕ እዩ ኣብኡ ደሉ ምክንያቱ እቲ ዘሎ ኩነታት እቲ ሕዚ ግዜ ዝጠልቦ ኩነታት ነቲ መንእሰይ ዘገድድ ናብ ዝኾነ ነገር ዘገድዶ ኣ- ዝወስድ ኣንፈት ኣሎ ኣብዚ ሕዚ እ፣ መንእሰይ ኣብ መጓሰ ዝውዕል መንእሰይ የለን ሕንቅሕንቅሊተይ ካልእ ባህሊ ትክክል ኢኻ መን እዩ ግን ዘላማምዶ እዩ መን እዩ ዘምህሮ እዩ እኮ ኣባሪ ግን ተረዲኻ ትክክል ኢኻ ግን ስለዚ ግዜ እንድሕር ዘይሃልዩ ኮይኑ ኣብ ዘይፈልጦ ነገር ንምንታይ ይውቀስ ንስኻ ፍሊጥካዮ እንድሕር ፍሊጥካዮ ኣይፈልጥን ኢልካ ኮይኑ ክትወቅሶ ትኽእል ኢኻ ተረዲኻ እንዲኻ ኣምሂርካዮ ኮንካ ብስነ ስርዓት ኣምሂርካዮ ፅዒርካ ኣምሂርካዮ እንድሕር ኮንካ ወይ ደኺምካሉ ምስ ዝደኸምካሉ ነገር ኮንካ ክትብሎ ትኽእል ኢኻ ኣብ ዘይደኸምካሉ ምንም ኣብ ዘይገበርካሉ ነገር ግን ነዚ ወለዶ እዚ ምውቃስ እስኻ ትኽክል እየ ትብል ኣለኻ ኣነ ግን ትኽክል ይበሃል ይኮንኩ ምክንያቱ ክስርሐሉ ዝግብኦ ነገር ኣይተሰርሐሉ እሞ ክስርሐሉ ዝግብኦ መን መስለካ እዚ ክስራሕሉ ዝግብኦ ሕዚ እውን እቲ ኣብ ኣብቲ ወለዶ እዩ ክስራሕ ዘሎ ኣነ ከምስኻ ኣብዚ ሕዚ ዘለና ወለዶ ናብዚ ዓውዲ እዚ ቅርብ ዝበለና ሰባት ኢና ክንሰርሐሉ ዝግበአና ካልኣይ ከዓ እኮ እቲ ንወቕሶ ዘለና ሰብ ናይ ሕዚ ሰብ ካብቲ ዘሎ ሰብ ክንደይ ፐርሰንት እዩ ተልና ወይ ክንደይ ሚእታዊት እዩ ተልና እውን እኮ ብዙሓት ዘይክውክል ይኽእል እዩ ግን እቶም ክውቀሱ ዘለዎም ሕዚ ብፍላይ ምስቲ ዘመናውነት ዝበሃል ነገር ናብ ካልእ ናዘዘና ስለ ንኸይድ ዘለና ናትና ናረሳዕና ስለ ንኸይድ ዘለና ናግድና ክንውቀስ ዘለና እምበር ዝሓትት ከሎ ዶ ነብኡ ወይ ረዲኡ ከዝሓትት ኣሎ ዶ መላሲ ከሎ ዶ መላሲ ከሎ ዶ ኣይሰኣንን መላሲ ኣሎ ብርግጽ ክነግረካ ኣነ
እንካ ዝግነን ማለት እንታይ ማለት ወይ ንገረኒ ኢልካ እዮም ሓደ ዓብዪ ቦስ ኣይነግረካን ይብልሃል እነግርሃን ብደንብ ንክትሓትት ግን ክትግበር ክትክእል ኣለካ ማለት ንክትሓትት ሲ ኣብ ርእስኻ ክስራሕ ክእል ኣሎ ተረዲኻለሱ እዩ እኮ ምክንያቱ ብዙሕ ነገር ምርማር የድልዮ እዚ ነገር እዚ ግን እንታይ ኣሎ መስለካ ሀዚ እቲ ሰብ ከምቲ ዝበልኩኻ ሀዚ ብዛዕባ እንጀራ ጥራሕ ይዳሓስ ናይ ሕዚ ወለዶ ብዛዕባ ናይ'ቲ ኩነታት እውን እናኸበደ ይኸይድ ስለ ዘሎ፣ ናይ መነባብሮ ነገራት ይኸይድ ስለ ዘሎ፣ እቲ ዝሓስቦ እቲ መንእሰይ ዝሓስብ ስለ'ቲ ናይ ዝጥወረሉ ጽባሕ ንግሆ ኣዕብዩ ዝሓስብ ናይ ሕዚ ወለዶ። ናይ ቅድሚ ሕዚ ኣብ መጓሰ ኮይንና ካልእ እንገብሮ የብልናን። ስለዚ ኣዕብዩ ምሕሳቡሲ ከውቅሶ ይኽእል። ከውቅሶ ኣይኮነን እኮ።
ስለዚ እቶም ዘለዉ ሃጓፋት ግን እንዳተማልኡ ከም ሓበሬታ ክኸድ ክኽእል የድርዶ ኣለዎ። ኣለኹ ዛዕለ ይሕብር የለ ኣለኹ ከም ሓበሬታ ግን እዞም ነገራት እዚኦም ዘይፈልጥ ኣካል ኣሎ እዩ ከምቲ ትብሎ ዘለኻ እውን ኣብ ወላዲ ብፍላይ ኣብ ከተማን ከባቢኣን ዘሎ ወላዲ ከዓ ንባዕሉ ዘይፈልጥ ኣሎ እዩ ምክንያቱ ካበየናይ ዓመት ወይ ካበየናይ ዓመተ ምረት ኣትሒዝና ኢና ክንቆፅር ክንብል ኣይንኽእል ኢና ግን ደቂ ኣርባዓ ደቂ ሓምሳ ዋላ ኮይኖም እቲ ነገር እሱ ምንም ዘይፈልጥዎ እውን ክህሉ ይኽእሉ እዮም። ሕራይ የቐኒልና ብጣዕሚ ኢና ነመስግን ስለዚ እቲ ንከራኸረሉ ዘለና ኣብ ዘዘለኹምዎ ኮይንኩም ንዘራረበሉ መብዛሕትኡ ግዜ እዎ እቲ ሕጂ ዘሎ ወለዶ እዩ እቲ ዝውቀስ ማለት እዩ ትኽክለኛ ድዩ ሚዛናዊ ድዩ ዝብል ነገር ከዓ ክንሪኦ ኣለና ማለት እዩ ዝተስፋ ኣለም ዝብሎ ዘሎ እውን ኣተሓሒዝና ሕራይ እምበኣር ኣብ መደብ ሕንቅል ሕንቅሊተይ ኢና ዘለና ሕንቅል ሕንቅሊተይ እንታይ ማለት እዩ ንዝብል እየ ሓቲተየ ነይረ ሕንቅል ሕንቅሊተይ ማለት ፍለጠለይ ማለት እዩ ኣስተምህረለይ ማለት እዩ ስለዚ ሕንቅል ሕንቅሊተይ መደብ ሕንቅል ሕንቅሊተይ መንነትና ክንፍትሽ ባዕልና ክንዝክር ስነ ምግባር ክህልወና ባህልና እውን ክንፈልጥ ብባህልና ክንኮርዕ ዘግብር እዩ። መደብ ሕንቅል ሕንቅሊተይ እዚ ኣብ መደብ ናላ ኢንተርቴንመንት ነካይዶ ዘለና ማለት እዩ ስለዚ መደብ ሕንቅል ሕንቅሊተይ ክንጅምር ኢና ኣብ መደብ ሕንቅል ሕንቅሊተይ ሽዱሽተ ሕንቅል ሕንቅሊተይ ተዳልዮምልካ ኣለዉ ካብዞም ሽዱሽተ እዚኦም ክንደይ ኢኻ ክትምልስ ክንሪኦ ኢና ማለት እዩ ግን ክዕወት የልካ ትሓስብ ዶ ርግፅ ሓራይ እሞ ንጅምር ኣለና ሰናይ ምጅማር ይገበረልና ቤተይ ሰናይት ሓፂር ወዲ ኣካቢ ዓዲ ፍለጠለይ ሓራይ እዛ ሕንቅል ሕንቅሊተይ ናባኻትኩም እውን እያ ኣብ ገዛኹም ኮንኩም ምስ ስድራኹም ምስ ኣሕዋትኩም ምስ ፈተውትኹም ወለድ ድማ ምስ ደቅኹም ኮይንኩም እስቲ ፈትሹ እስቲ ሓጺር ወዲ ኣካቢ ዓዲ እዚ ወዲ ሓጺሪ ዓዲ ከኣ ይእክብ እዚ መን እዩ ሓጺር ወዲ ኣካቢ ዓዲ ፍለጠለይ ሓጺር ወዲ ኣካቢ ዓዲ ከበሮ ከበሮ ሓጺር ወዲ ኣካቢ ዓዲ ከበሮ ሓጺር ወዲ ኣካቢ ዓዲ ከበሮ ይብለሎ ከበሮ ድዩ

ሓፂር ወዲ ኣከባዕዲ ክፍትን እያ
ሓፂር ወዲ ኣካብ ዓዲ እስከ በቢ ገዛና ኮይና ኣብዚ ዘለናዮ ኮይና እስቲ ንፈትን ሓፂር ወዲ ኣካብ ዓዲ እዚ ወዲ ሓፂር እዩ ከምዚ እንታይ ዝበሃል ሓፂር ያታይስ ወትሪ ዒሉ ይበሃል ሓቂ ዶ ግን ኣብ ሓፂር ዘሎ ቁም ነገር ኣብ ማንም የለን ሓጺር ወዲ ኣካቢ ዓዲ እዚ ኣካቢ ዓዲ ንብሎ ዘለና ሓጺር ወዲ መን ቢሮ ዶ ቢሮ
ቢሮ ግን ዓዲ እውን ይብትን እዩ ቢሮ ዓዲ ይብትን እዩ ስለዚ ማለት ከመጣቃቅማ ከ እዩ ቢሮ እዚ ግን ኩሉ ግዜ ናብ ስርሑ ስራሕ ዝተባሃሉ ጥራሕ እዩ ዝሰራሕ ንክገርመካ ሓፂር ወዲ ኣካባቢ ዓዲ ተድርረኒ ኢኻ ማለት እዩ ኣይመለሳ ዘሎ ኣብ ዘለኹም መኾንኩም ድማ መሊስኩሞ ክትኮኑ ኢኹም ንስኻትኩም ተዘይመሊስኩሞ ድማ
ከበሮ እውን ከምኡ እዩ ኣብ ከበሮ ተኣኪቡ ዝጫፋለቕ ሰብ ክንደይ ድዩ ኣብ ከበሮ ዘሎ መዘዝ
ኣካብ ዓዲ እዩ
ዓዲ ኸኣ ይብትን እዩ ከበሮ። ቅድሚ ምጭፍላቕ ዶ ልምካም ድምጽ።
ሃራይ እዚኣ ምኽንያት እያ ሕቶ ንዘይምምላስ ትገብራ ዘለኻ ምኽንያት እያ እዚኣ ስለዚ ከበሮ ኣይኮነትን ኣካብ ዓዲ ኣድረኒ ወይም ሳዕኒ ቁርሰኒ

ንክገርመካ ንስኻ ሳሉ ኢኻ ጠጠው ኢልካ ትኸር ዘለኻ ኣብዚ በፂሕኻ ዘለኻ ሳሉ ኢኻ ሳሉ ኢኻ ኣብዚ በፂሕኻ ዘለኻ ግን ማንም ኣይዝኩሮን እቲ ዝገርመካ እኮ እዚ ኮይ ንሕና ምሳና ንዘሎ ነገር ኣይንዝኩሮን ምሳና ንዘሎ ነገር ፅቡቕን ዝገብረና ነገር መልሓስ መልሓስ ኣይኮን ገደደ እዩ ቀስ
ኣነስ ብልስ ኣለዉ

ሓረስታይ ሃገርና ሓረስታይ ዓለምና ኣነ ኮሪያ ሃ ክምስገን ይግብኦ ምኽንያቱ እዛ ዓለም እዚኣ ሳሉ እያ ጠጠው ኢላ ትኸይድ ዘላ ጎባጥ ወዲ ከምብልካ ንኩ እዮም ዝሓትክዎ ስለዚ ማዕጺድ ይመልሱ ኧረ ናብ ካልኣይ ሕቶ ክንኣቱ እዚ ኣካብ ዓዲ እዩ እዚኣ ከዓ ኣዲኣ ትሓንቕ ጨካን ጓል ፍለጠለይ
ክርቢት ኣዲኣ ተዓንቕ ጨካን ጓል ኣይኮነት
ኣዲኣ ተሓንቕ እወ እቲኣ ካብ ዓዲ ነይሩ እዚኣ ከዓ ኣዲኣ ተሓንቕ ጨካን ጓል ከርፈስ ከርፈስ ኣይኮነትን ሕንቅል ሕንቅሊተ ኣብ መደብ ሕንቅል ሕንቅሊተ ኢና ዘለና ኣዲኣ ትሓንቕ ኣዲኣ ትሓንቕ ጨካን ጓል እስቲ ፍለጡለይ ኣዲኣ ትሓንቕ ጨካን ጓል ኣብ ካልኣይ ሕቶ መደብ ሕንቅል ሕንቅሊተ ኢና ዘለና ምስ ስነ ጥባዊ ተስፋ ኣለም ገብረ ስላሴ ገጣሚ ዘያሚ ድምፃዊ ሕራይ

መጺ ድኣ ነጋጣሚ ይፈልጠን ጸኒሓ ተኾነ ግን ነዲኣ ተሓንቕ ጨካን ጓል ማለት ማዕጺ ማለተይ መእሰር ለቆታ ለቆታ ብጓላ እያ ትሕንቕ በዚ ኣጋጣሚ ግን ወለዶም ዝሓንቁ ክንደይ ኣለዉ ዘሕዝን ኣዴታተን ዝሓንቃ ኣዴታቶም ዝሓንቁ ኣቦታቶም ዝሓንቁ ብዙሓት ኣለዉ ማለት ግዜ ዲና ክንብል ዋላ እቲ ሰብ ይሓሚቑ ወንዞም ከም ዝገብሩ ልቦና ይሃቦም መልሳ ረኺብካየ ኣለኻ መእሰሪ ለቆታ እዩ የቐኒልና ብጣዕሚ ኢና ነመስግን ናብ ሳልሳይ ሕቶ ቢልና ኣለና ተስፋ ኣለም ገብረስላሴ ብዙሓት ደርፍታት ኢኻ ሰሪሕካ ኣለካ ካብዚኣቶም ናፊቐ ስገመይ ገንዘብ ታደለሽ ጋፋው ለለ ኣቦይ ምምሕዳር እንተዝኸውን ሽጎማናይ ቡናውነይ ሰብ ዝሰኣነ ሰብ ከምኡ ድማ ትፈትውንዶ ምስ ብጾቱ ኮይኑ ዝሰርሖ ማለት እዩ ከባቢ ዓሰርተ ዝኾኑ ደርፍታት ሰሪሕካ ኣለኻ ኣብዚ ክንወስድ ከለና ድማ ኣብ ሽጎማናይ ናብ ሽጎማናይ ክንኣቱ እሞ ኣብ ሽጎማናይ ሽጎማናይ ሽጎማናይ ኣብ ቁርፂ እዋን ጓና ዃና ሽጎማና ሽጎማና ኣብ ቁርፂ እዋን ጓና ኳና ፍቕረይ ምፍቓርና እንትንፋቐር ፍቕሪ ጓና ንመውስቦ እዩ እምበር ትብሎ ኣሎ ብመውስቦ እዩ እምበር ብመውስቦ እዩ እምበር እዎ እንታይ ማለት እዩ ማለት ሽጎማና ሽጎማና ኣብ ቁርፂ እዋን ጓና ኳና እንታይ ማለት እዩ እወ እሱ ንምግላጽ ብክልተ ነገር እዩ ተጠቂመሉ እቲ ነገር እሱ ሓደ ኣብቲ እዋን እሱ ኣሕዋትና ካብ ክልላት ካልኦት ክልላት ናባና ብከቢድ ተሃስዮም ዝኣትዩሉ እዋን ነይሩ ዞሮ ዞሮ ናትና ስለ ዝኾኑ ግድን ክንሓቅፎም ስለ ዘለና ናባዕልና ባዕልና ኢና ንሓቁፍ ነይርና ባሕሪ ገጻ ናብኣ ትኺደለይ ካብኡ ግን ኣብቲ ጭብጢ ናይቲ ደርፊ ክንሪኦ ከለና ከዓ ኣነ ጓና እየ እዩ ነታ ኣፍቃሪት እዩ ስለካ ብሓደ ገፅ ለባም ኣፍቃራይ ገጢሙዋ ኢልና ክንብል ንኽእል ክንወስድ ንኽእል ንወላዲኣ ብዙሕ ትኩረት ስለ ዘይትህብ ነበረት እዛ ቆልዓሳ ስለ ዝዕዘባ ነበረ ኣነን ንስኽን ብመውስቦ ኢና እንትን ክንብል ፍቕርና ብመውስቦ ጥራሕ እዩ ክዋሰብ ዝኽእል ናትክን ናይ ሰብክን ግን ልዕሊ ማንም ልዕሊ ዝኾነ ኣነ እኳ ተበዲለኪ እሶም እዮም ዘይገድፉኺ ስለዚ መጀመርታ ቅድሚያ ቅድሚት ንዕኦም ፍተዊ ካብኡ ድሕሪ ተርክብሉ ካልእ ዘሎ ተርክብሉ ሕጂ ትሕቶ ናተይ እውን ኣውይ እፍ ፍቅረይ ምፍቃርና ተንፋቀር ፍቅሪ ጓና ብመውስቦ እዩ እምበር ዝብል ሲ ስለዚ መውስቦ ቀሊል ነገር ድዩ መውስቦ ሲ ኣነኣኢስካ ዝረአ ነገር ድዩ ምክንያቱ ሱሲ ኣይተነኣሰን ኣረ ሽጎማና ኩልዋ እዩ ሽጎማና ዳ ክል መዓርግ እንዳሃበ እዎ ይህብ ኣሎ ይህብ ኣሎ ይህብ ኣሎ ተርዲኻ ይህብ ኣሎ እንድዩ ተረዲኻ ይህብ ኣሎ ስለዚ እንታይ እዩ መውስቦ ይፅናሕ ናብ ክስታይ ክኸይዱ እዩ ከምኡ ኣይኮነ ኣነ ከምኡ እዩ ተረዲእ እሞ የወዳእኻያ እንታ ደርፊ ሐረ። ሰማዕኻያ ማለት እዩ ከም ከም መጀመርታ ክወሃብ ዝግባእ ነገር ምሸ ኣሎ